ሰላም ክቡራት ተኸታተልቲ ከመይ ትቕንዩ? እዚ ዜና መጽሔት እዩ። ዜና መጽሔት ከም ልሙድ ንሎሚ እውን ክልተ ኣገደስቲ ዝበልናዮም ነጥብታት ከነቕርብ ኢና። እቲ ቀዳማይ ጉዳይ ኣብ ሚግሬሽን ኮይኑ ብብዝሒ ካብ ናይ ቅድሚ ሕጂ ዝተፈልየ ሕጂ ዘጋጥም ዘሎ እሞ ብዙሓት ስድራቤታት ኣብ ሽግር የእትዩ ዘሎ ብፍላይ ናይ ፋሚሊ ምጥርናፍ ዝገብሩ ሓደሽቲ ኣቐዲሞም ክገብርዎ ዘለዎምን ተቐሪቦምሉ ክጸንሑ ዘለዎም ነገር ስለዝኾነ ነዚ ከመርእስቲ ክንዛረበሉ መሪጽና ኣለና እቲ ካልኣይ ከኣ ብዛዕባ ኣብ ስካትበርከት ዘጋጥሙ ክልተ ነጥብታት እቲ ሓደ ብዛዕባ ምቕያር ሽምን ቀዳማይ ሽምካን ኣፍተርናም ን ፋሚሊ ሽምካን ክትቅይር እንተኮንካ ክትገብሮ ዘለካ መስርሕን እቲ ካልኣይ ከኣ ናይ ፍትሕ ነገር ኣመልኪትካ ድሕሪኡ ብዙሓት ተዳጋጋሚ ጌጋ ቅድሚ ሕጂ ውን ዝነገርናዮ ኢና ንደግም ዘለና እዚ ውን ተዳጋጋሚ ጌጋ ናይ ፍትሕ ወረቀት ኣእትዮም እቲ ወረቀት ግን ኣብ መጨረሻ ከኣ ኣይተጣዓስናን ይጽደቀልና ዝብል ሰኣን ምግባሮም ብዙሓት ሰባት ኣብ ሽገሩ ስለ ዘለዉ እቲ ዝገበርዎ ተጸበይዎ ኩሉ ይክሰር ስለ ዘሎ ብዛዕባ እዚ ውን ክንዛረብ ኢና። ኣብቲ ቀዳማይ ኣርእስቲ ብዛዕባ ናይ ሚግሬሽን ኮይኑ ቅድሚ ሕጂ ሓደ ሰብ ናብ ሽወደን ይመጽእ እሞ ዕቑባ ሓቲቱ ፍቓድ ምስ ወሰደ ናይ ስድራ ምጥርናፍ ወረቐት ይመልእ። ስድራቤትካ ኣብ ሱዳን ክህልዉ ይኽእሉ፣ ኣብ ኢትዮጵያ ክህልዉ ይኽእሉ፣ ኣብ ኤርትራ እውን ክህልዉ ይኽእሉ ነይሮም። ብዙሓት ኢንተርቪው ዝገብሩ ኣብ ኤርትራ ኮይኖም ኣብ ኤርትራ ከለዉ መንበሪ ፍቓድ ተዋሂብዎም ናብ ሳልሳይ ሃገር ወጺኦም ብሳልሳይ ሃገር ተሳኢሎም ኣጻብዕቲ ሂቦም ካርዶም ተዳልዩ ናብዚ ዝመጹሉ መስርሕ ኔሩ እዚ ግን ብኸመይ መንገዲ ከም ዝተቐየረ ውሽጣዊ መምርሒ ድዩ ተዋሂቡ እንታይ ብክርዳኣኒ ዘይከኣለ ብሕጊ ደረጃ ዝወጸ ኣይነበረ እዚ ብውሽጣዊ መምርሒ ደረጃ ዝኾነ እዩ እንታይ ኣምጺኦም እንድሕር ደኣ ደቅኻ ኣብ ውሽጢ ሃገር ኣለዉ እሞ ገሊኦም ደቅኻ ከኣ ካብ ውሽጢ ሃገር ወጻኢ ኣለዉ። ነቶም ካብ ውሽጢ ሃገር ወጻኢ ዘለዉ ክመጹ ፍቀዶም፣ ፓስፖርት ይወሃቦም። ነቶም ኣብ ውሽጢ ሃገር ዘለዉ ግን ክወጹ ስለ ዘይክእሉ ካብ'ታ ዓዲ ከኣ ብትራቨል ዶክመንት ክወጹ ስለ ዘይፍቀድ ብሕጊ ኢሎም ምንጻግ ኣምጺኦም ኣለዉ። ቅድሚ ሕጂ ፍቓድ ተዋሂብዎም ናብ ሳልሳይ ሃገር ወጺኦም ኣብቲ ሳልሳይ ሃገር ኣጻብዕቲ ሂቦም ተሳኢሎም ገለ እዮም ዝመጹ ነይሮም እዚ ኣትሪፎማ ኣለዉ እንታይ ማለት እዩ ሕጂ እዚ ብግብሪ ገለ ስድራቤታት ደቆም ስድርኦም ኣብ ዓዲ ገዲፎም ኣብዚ ኮይኖም ፋይል ዝኸፈቱ ናይ ኩሎም ኣብ ዓዲ ስጋዕ ዝሃለዉ ግዜቶም ደቆም ክንጸግ ማለት እዩ እዚ ከኣ ሓደገኛ ኩነታት ክፈጥር እዩ ማለት እዩ። ምኽንያቱ እዞም ቆልዑት እዚኦም እዞም ስድራ ዝጣራነፉ ስድራቤታት እንድሕር ድኣ ኣብ ውሽጢ ኤርትራ ኮይኖም ክንጸጉ ኮይኖም እዚ መምርሒ እዚ ነዞም ስድራቤታት እዚኦም ጸቕጢ ክፈጥረሎም እዩ ማለት እዩ ምኽንያቱ ኣብ ሳልሳይ ሃገር ተወጺኦም ክወሃቦም እዩ ኣብ ውሽጢ ሃገሮም ከለዉ ግን ትራቨል ዶክመንት ስለ ክንቦም ዘይንኽእል ኢልካ ምንጻግ ዘይነበረ እዩ መጺ ዘሎ እዚ ኣገባብ እዚ ኣዝዩ ኣሸጋሪ ኩነታት ክፈጥር እዩ። ሰብ ዝጓየ ዝነበረ እንታይ እዩ? ኣብ ሰለስተ ወርሒ ከመይ ገይረ ቀልጢፈ የመልክት? ናይ ስለስተ ወርሒ ከይተወድኣ ከሎ ከመይ ገይረ የመልክት እዩ ነይሩ። እቲ ከምኡ ከመይ ገይረ የመልክት ዝበሃል ዝነበረ ተሪፉስ ኣመልኪትካ ከማን ካብቲ ነጻ ተባሂልካ እንድሕር ደኣ ውሽጢ ሃገር ስለዘለዉ ክመጹ ኣይክእሉን እዮም ተባሂልካ ከኣ ማዕረ ክንደይ ነቲ ስድራቤት ንምብትታን ጠንቂ ክኸውን ይኽእል እዩ ከኣ ምሕሳብ ከድሊ እዩ። ስለዚ እቶም ወለዲ ኣብዚ ደለዉ ደቅና ክመጹና እዮም ስድራና ክመጹና እዮም ኢሎም እንዳተጸበዩ ኣብ ውሽጢ ዓዲ ኢንተርቪው ይገብሩ እዮም ኣብኡ ዘለዉ እቲ ፕሮሰስ ይውድኡ እዮም እዚ ገይሮም ከብቅዑ ግን ኣብ ውሽጢ ሃገር ስለ ዘለኹም ከደውጻኩም ስለ ዘይንኽእል ኢልካ ምንጻግ እንተመጽዩ ብተዘዋዋሪ እዚ መልሲ እዚ ውጹ እሞ ካብቲ ሃገር ክንበኩም የስምዕ ስለ ዘሎ ሓደገኛ ኩነታት ከስዕብ እዩ እዚ ስለዚ ነዚ መንግስቲ ሽወደን ጌርዎ ዘሎ ነገር ምናልባት ከምቲ ቅድሚ ሕጂ ውን ንብሎ እዝስ እንታይ ማለት እዩ ሰባት ፍቓድ እንተ ሂብኩሞ ብኡ ክወጹ ከም ዘይክእሉ ርዱእ እዩ ቅድሚ ሕጂ ናብ ሳልሳይ ሃገር ከይዶም ይመጹ ኔሮም እዮም ስለምንታይ እዩ እዚ ተቐይሩ ክበሃል ክከኣል ኣለዎ ከምዚ ምናልባት ከም ሜድያ ክንሓተሉ ክንፍትን ኢና ንሕና ታይ እዩ እቲ ለውጢ? ንምንታይ እዩ ከምዚ ኮይኑ ዘሎ ኢልና ድህቡና መብርሂ ከነምፅእ ክንፍትን ኢና። እንተኾይኑ ግን ነቶም ስድራቤታት ግን ብቐጥታ ኣፌክት ክገብሮም ስለዝኽእል ነዚ ጉዳይ እዚ ክዳለውሉ። ምኽንያቱ ሰብ ቀልጢፉ ፍቓድ ወሲዱ ኣብ ሓፂር ግዜ ስድርኡ መልኪቱ ደቁን ስድርኡን ኣብዚ ከይሓቖፈ ክምሃር ኣይክእል፣ ክሰርሕ ኣይክእል፣ ሓዲገ መዲግ እዩ ኮይኑ ዘሎ። እተን ናይ ሰለስተ ወርሒ ዕድል ተሓሊፈን ከዓ ድሕሪኡ ከዓ ስራሕን ገዛን ተባሂሉ ከዓ ካበይ ኣምፂኡ ሰብ ከምልኦ እኽእል? ስጋዕ ሕጂ ኣነ እሱ እዩ ግርም ድብለኒ ስጋዕ ሕጂ እቲ ናይ ሰለስተ ወርሒ ዝሓልፎም ሰባት ኣለው ንምንታይ ንሓላፍነት ደይስማዓና ኩላትና እዚ ሓበሬታ ዝዋሃብ ዘሎ ነብጻሕ እዩ እንዶ እቶም ሓደሽቲ ዝመጹ ኣብ ውሽጢ ሰለስተ ወርሒ ከመይ ገይርም ቀልጢፎም የመልክቱ ምክንያቱ ካብቲ ጠለብ ናይ ገዛን ስራሕን ነጻ ክኮኑ እሱ ኮይኖም ከማን ከምዚ ንብሎ ዘለና ተወሳኺ ኣበዮም ዘለዉ ሃገሮም ድዮም ወጺኦም ድዮም ዝብል እውን ካልእ ምኽንያት እንዳተወሰኸ እቲ ናይ ምምጻእ ኣገባብ እንዳጸበበ እንዳጸበበ ይኸይድ ስለ ዘሎ ነቲ እንዳጸበበ ዝኸይድ ዘሎ ዕድላት ተጠንቂቕካ ናብ መንቀራቑሮ ከም ዘይእትወካ ብኣጋ ኩለንተን ክትገብረን ዝኽእል ነገር ጌርካ ክኽየድ ምእንቲ እዚ ኣዝዩ ኣሻቓሊ ዝኾነ ብብዝሒ ዝመጽእ ዘሎ ጉዳይ ስለ ዝኾነ ብዝሓጺር ግዜ እየ ዘቕርቦ ዘለኹ። እዚ ዝብሎ ዘለኹ ጉዳይ ኣሕዋት ኮይኖም ገሊኦም ካብቶም ስድራ ኣብ ካልእ ሃገር ስለ ዝነበሩ ፍቓድ ተዋሂቦም እቶም ኣብ ውሽጢ ሃገር ዘለዉ ዘይወሃቡሉ እዩ። እዞም ሰባት እዚኦም ካብ ሃገር ወጺኦም ነይሩ ተዝኾኑ ግን ከም ናይ ሓዎም ከም ናይ ሓፍቶም ፍቓድ ክወስዱ ይኽእሉ ነይሮም ማለት እዩ። ስለዚ እቲ ኣተሓሳስባ ክኸውን ዘለዎ እንታይ እንተጌርካ ደኣ ኢኻ ነዚ ዕድል እዚ ትጥቀመሉ ተተባሂሉ ወል ኣብ ሳልሳይ ሃገር ወጺኻ ክትጸንሕ ኣለካ ማለት እዩ። እዚ ማለት ከኣ ብግብሪ ማዕረ ክንደይ ኣሸጋሪ ምዃኑ ተኸታተልትና ትፈልጥዎ ኢኹም። ስለዚ ኣብ ናይ ሚግሬሽን ጉዳይ ሎማዓንቲ ነምጾ ዘለና ስድራ ቤታት ኣብ ውሽጢ ሃገር ዘለኩም ዝምልከት እዚ ከኣ ኩላትና እቶም ንሰምዖ ውን ነቶም ከምኡ ዘለዎም ክንሕብሮም እንታይ ክገብሩ ክእሉ ምኽንያቱ ጽባሕ ንግሆ ኣብኡ ኮፍ ኢሎም ካብኡ ተወዲኡ ክወጽለዮም ኢሎም እንዳሓሰቡ ን እንተተባሂሎም መጋላበጢ ግዜ እውን ኣይክህሉን እዩ። ግዜ ክሓፅር እዩ። ተተዓፅዩ ከዓ ፋይ ኢሎም ድሕሪኡ ከም ብሓዱሽ ከመልክቱ እንተኾይኖም ስራሕን ገዛን ምርካብ ከዓ ሓደሽቲ ምስ ምዃኖም ተተሓሒዙ ቀሊል ኣይክኸውንን እዩ። እዚ እቲ ቀዳማይ ኣርእስትና ኮይኑ ኣብ ካልኣይ ኣርእስትና ብብዝሒ ዝመፅእ ሕቶታት ሰባት ኣብዚ ክመፁ ከለዉ ገሊኦም ፊደላት ጥራሕ ኣብ ሽሞም ይባላሸዉ ገሊኦም ሙሉእ ሽሞም ቀይሮም ይኣትዉ ገሊኦም ወላ ናይ ፋሚሊ ሽሞም ቀይሮም ዝኣተዉ ይህልዉ እሞ ነዚ ኣብ ስካትቨርከት ኬድካ ከተቐይሮ ከምትኽእል እዚ እቲ ቀዳማይ ሽምካ ብዙሕ ጸገም ኣይነበሮን ቅድሚ ሕጂ ውን ሕጂ ውን ሓድሽ እዚ ቀረባ ግዜ ዝተቐየረ ማለት እዩ ወላ ፋሚሊ ሽም ናትካ ክተቐይር ከምትኽእል ነቲ ኣፍተርናም ውን ከተቐይሮ ከምትኽእል ብፍላይ እቲ መስርሕ ከመይ ከመይ ግዜ ከምድወስድ ውን ተገሊጹ ኣሎ እቲ ቀዳማይ እንድሕር ድኣ ናትካ ቀዳማይ ሽም ጥራሕ ከተቐይር ደሊኻ ካብ ሰለስተ ስጋዕ ኣርባዕተ ወርሒ ይወስደልካ እቲ ፕሮሰስ ማለት እዩ እቲ ካልኣይ ብዘይ ክፍሊት ናይ ኣፍተር ናም ንክትቅይር እንተደሊኻ ዝብል እዚ ካብ ሽዱሽተ ስጋዕ ዓሰርተ ኣርባዕተ ሰሙን ይወስድ ብል ኣሎ ከፊልካ ዝቕየር ከኣ ኣሎ ኣፍተርናም፣ እዚ ከኣ ስጋዕ ኣርባዕተ ወርሒ፣ ካብ ሰለስተ ስጋዕ ኣርባዕተ ወርሒ ክወስድ ይብል። ሓድሽ ሽም ክትፈጥር፣ ሓድሽ ኣፍተርናም ዘይነበረ ክትቅይር እንተደሊኻ ከኣ ስጋዕ ሓሙሽተ ወርሒ ይወስድ እቲ ፕሮሰስ ይብል ኣሎ። እዚ ከመይ ትገብር ብዝርዝር ኣብዚ ተገሊጹ ኣሎ። ኣብዚ ከኣ ከምታ ኩልሻዕ ንብላ ኣብታ ናይ ትግርኛ ክፋል ከማን ስለ ዘሎ ኣብቲ ናይ ትግርኛ ኣቲኻ ብዛዕባ ሽም ምቕያር ኣብ ዝብል እውን ንኽትርእይዎ ምኽንያቱ እቲ ሓበሬታ ኣብዚ ብትግርኛ ተቐሪቡ ደሎሲ ሽም ክትቅይር እንተኾንካ እንታይ ክትገብር ኣለካ ኢሉ ጸብጽ እንድሕር ድኣ ኣምጺልና ኣሎ ንምንታይ ንዕኡ ዘይንጥቀመሉ ካብኡ ከድና ከኣኒ እዚ ብቋንቋና ተቐሪቡ ዘሎ ኣንቢብና ብኡ መሰረትከ ምድለዋትና ደይንገብር ነቲ ናይ ሽም ምቕያር ብዙሓት ሰባት ፊደላት ምቕያር እውን ከጠቓልል ይኽእል እዩ፣ ምሉእ ሽም እውን ክኸውን ይኽእል እዩ፣ እዚ ኣዚና ክንጥንቀቐሉ ዘለና ጉዳይ እዩ። እታ ካልኣይቲ ክንዛረበላ ደለዎ ለኸዋም ናይ ስካትበርከት ፍትሕ ገለ ስድራቤታት ከይተሰማምዑ ተርፉ እሞ ፍትሕ የመልክቱ። ፍትሕ ብክልተ መንገዲ ተመልክቶ፣ ወይ ክልቴኻ ተሰማሚዕካ ወይ ከኣ ሓዴኻ ጥራሕ የመልክቶ። ክልቴኻ ዲኻ ተሰማሚዕካ ሓዴኻ ድዩ እንድሕር ድኣ ውላድ ኣለካ ኩሉ ሻዕ ናይ መሕሰቢ ግዜ ዝብሃል ኣሎ ናይ ጣዕሳ ግዜ ዝብሃል ኣሎ ዕድል ይወሃበካ ሽዱሽተ ወርሒ እቲ ቤት ፍርዲ ውላድ ስለ ዘለካ እንተ ተዓረቕካ ኢሉ ናይ ጣዕሳ ግዜ ክበካ ከሎ ከይተጠቀምካሉ ተተሪፍካ ነቲ ናይ ጣዕሳ ነቲ ዝተዋህበካ ግዜ ንኣብነት ታይ ድብለካ ቤት ፍርዲ ወል ፍታሕ ኣመልኪትካ ኣለኻ ግን ውላድ ናይ ሓባር ስለ ዘለኩም ሽዱሽተ ወርሒ ናይ መሕሰቢ ግዜ ናይ መጣዓሲ ግዜ ተዋሂቡኩም ኣሎ። እዚ ሽዱሽተ ወርሒ እንተቀልጠፍካ ካብዚ ዕለት እዚ ከተመልክት ትኽእል ኢኻ ዝብል ይህበካ። ካብዚ ዕለት እዚ ከተመልክት ትኽእል ኢኻ ዝብለካ ዘሎ ቅድሚኡ ዘሎ እይተመልክትን ኢኻ ማለት እዩ። ግን ካብዚ ስጋዕ ኣብዚ ኢሉ ከኣ ዕለት ይህበካ እዩ። ኣብ መንጎ እዝን እዝን ኣብ ዘሎ ግዜ ተደይ ተጣዒስኩም ይጽደቀልና እቲ ፍትሕና ኢልኩም ሓብሩና ይብለካ። እንተደይ ሓቢርካ ከ እዚ ኩሉ ሽዱሽተ ወርሒ ተጸበኻዮ ተሪፉ እቲ ሓዳርካ ይቅጽል። ወላ ብግብሪ ትቅጽል እስኻ ኣብቲ ሕጊ ግን እቲ ፍትሕካ ኣይወድቅን ማለት እዩ እንድሕር ድኣ ኣይተጣዓስናን ይጽደቀለይ ኢልካ ከኣ ኣብ ውሽጢ ክልተ ሰሙን ከኣ እታ ፍትሕካ ትጸድቅ ነዚኣ ትጽደቀለይ ምባል ከይበሉ ሱቅ ኢሎም እቲ ትሽዓተ ሚእቲ ዝኸፈልዎ ተበሊዑ ናይ መንግስቲ እቲ ሓዳሮም ቀጺሉ ኣንሕና ተፋቲሕና ኣለና ኢሎም እንዳሓሰቡ ድሕሪ ክንደይ ፐርሰንበቢስ ተውጹ ምርዕዋት ይጸንሑ ይህ እንተበሉ ናይ መጣዓሲ ግዜ ተዋሂብኩም ስለ ይጽደቀልና ደይበልኩም እቲ ሓዳር ቀጺሉ ይበሃል ከም ብሓድሽ ከፊልካ ከኣ ትኸይድ ማለት እዩ ሕጂ እዚ ሓበሬታ ዝወሃብ ዘሎ ከምዚ ዓይነት ጌጋታት ንኸይመጽእ እሞ ዳሕራይ ተመሊስካ ገንዘብካ ግዜኻ ብዙሕ ነገር ምኽሳር ንኸየምጽእ እዩ ካልኣይ እንድሕር ዳ ናይ ፍትሕ መስርሕ ኣሎ እቲ ዕላማ ናይ መጣሓሲ ወይ መሕሰቢ ግዜ ዝበሃል ንምንታይ ድዩ ክትተዓረቕ ዕድል ተረኸብካ እንድዩ ኣግረሲቪቲ ስጋዕ ዘይሃለወ ባእስን ሓደጋን ስጋዕ ዘይሃለወ ንምንታይ ከምቲ ዝበሃለዉ ጸኒሕካ ናይ ምትዕራቕ መንገዲ ከተተክፈጥረ ዘይፍተን ሕጂ እንታይ ዝኸውን ዘሎ ሰባት እቲ ዝተዋህቦም ሓበሬታ ብግቡእ ከይተረድዎ ሒዞሞ ስቕ እብሉ ሕጂ እዚ ድሕሪ ሽዱሽተ ወርሒ ብፍትሕኩም ክጸድቕ እዩ ገይሮም ይትርጉምዎ ዳሕራይ እሂ መሲልኒ ትብል ከኣ ግናይ እያ ኣላ ኔው ንበላ ክመስለካ የብሉን እትብኡ ዘሎ እዩ ክንበብ ዘለዎ እቲ ዉን ተነቢቡ ኣይተረዳኣካን ከኣ ኣንቡቡለይ ከኣ ኣሎ ናብ ሜድበርያር ኮንቱር ዲካ ትከይድ ናብ ገለ ኣንቡቡለይ ከኣ ኣሎ ባዕልካ ከኣ ጉግል ገርካ ዲካ ክትርጉም ወላ ካልእ ከኣ እዚ እንተዘይተካኢሉ ግን እቲ ዘሎ ወረቀት ኣብ ኢድካ ክህበካ ዝክእል ጸጋ ኣይክትረክቦን ኢካ ክክልክለካ ዝክእል ጸጋ ክትወስዶ ተፈቲንካ ከኣ መቅጻዕቲ መጸካ ስለዚ ኣብዚ ንነብሮ ዘለና ዓለም ናይ ሓበሬታ መለዋወጢ መንገዲ እዚታት ኣብ ግምት ኣእቲኹም ነዚ ዝበሃል ዘሎ ሓበሬታታት ሰሚዕኩም ናብ ኩሉ ከተባጽሕዎን ብእኡ መንገዲ ከኣ ዝያዳ እንዳሰራሕና ክንከይድን ተስፋ ይገብር ገና ኣብ ቀረባ ግዜታት ንሕብሮ ከምቲ ናይ ቅድሚ ሕጂ ንብሎ እነበርና መደባትና ብዝበለጸ መንገዲ ንምክያድ ዝሓሸ ሓበሬታ ንምእካብ ዘለዎ ኣባላት ሰራሕተኛታት እንዳወሰኽካ ካልእ ስፍሕ ዝበለ መደባት ክካየድ መደብ ስለ ዘሎ ኣብቲ ንገብሮ ኣብ ቀረባ ግዜ ጻውዒት ኣካል ናይቲ ሜድያና ኮንኩም እቶም ትከታተሉ ሰባት ትገብርዎ ሓገዛት ክንሓትት ክንጅምር ኢና ምኽንያቱ ሰባት ኣባላት ቆጺርካ ኣምጺኻ ከተስርሖም እንተኾንካ እቲ ተረባሓይ ናይዚ ንህቦ ዘለና ኣገልግሎት እዚ ንገብሮ ዘለና ጻዕሪ ክቕጽል ዝደሊ ክፋል ሕብረተሰብ ናይዚ ኣብ ስደት ዘሎ እሱ ከኣ ምትብባዕ ክገብርን ሓገዙ ክገብርን እሞ ዝያዳ ሰባት ቆጺርና ዝያዳ ንጥፈታት ዘለዎ ዝያዳ ክትዓት ዘለዎን መደባት ከነዳሉ ኣብ መስርሕ ስለ ዘለና ብጊዚኡ ቀረባ ጊዜ ክንሕብረኩም ኢና እዚ እንዳበልኩ ናይ ሎማዓንቲ መደብ ኣብዚ ክዓጽ እየ ዝቅጽል ብካልእ ስጋዕ ንራኸብ ሰላም ቅንያት። ሃርሞኒ መድያ ዕለተ ልደት፣ መርዓ፣ መመረቕታን ካልኦት ኣገደስቲ ዝኾኑ ናይ ፈተውትኹምን መቕርብትኹምን ምድላዋት ናይ እንቋዕ ሓጎሰኩምን እንቋዕ ኣብቅዓኩምን መልእኽትታት ንምምሕልላፍ ዘኽእለኩም መደብ ጀሚርና ከም ዘለና በዚ ኣጋጣሚ እዚ ንኹልኹም ተኸታተልቲ ሃርሞኒ መድያ ንሕብር። ንኹሉኹም ፈተውትኹምን መቕረብትኹምን እንቋዕ ኣብቅዓኩም ንምባል ኣብ ትደልዩሉ እዋን ሃርሞኒ ሜድያ ዕድል ከፊቱልኩም ስለ ዘሎ ተጠቀምሉ።